ሻድሻይ ከኣ ሓድሽ ነገር ምፍላጥ። መዓልቲ መዓልቲ ሓድሽ ነገር ምውሳኽ ኣለካ። ቀሊል ልምዲ እዩ ግን ዝገብሮ ለውጢ ክትርእዩ ኢኹም። ሓደ መጽናዕቲ እንታይ ይብል መሲልኩም? ኣብ መዓልቲ ሓደ ፐርሰንት ተዓቢኻ ኣብ ውሽጢ ዓመት ሰላሳን ሸውዓተን ዕጽፊ ዕብየት ክተምጽእ ኢኻ። ፍልጠት ክኸውን ይኽእል፣ ኣታዊ ክኸውን ይኽእል፣ ጥራይ ብሓደ ነገር ኣብ መዓልቲ ሓደ ፐርሰንት ምዕባይ ኣለካ። ንኣብነት ከም ምንባብ ዝኣመሰለ ኣቋራጭ ዕብየት የለን። መዓልቲ መዓልቲ ብቐጻሊ መጽሓፍ ተንብብ ተኾንካ፣ ኣብ ዝኾነ ግዜ ንርእስኻ ኣብ ዝኾነ ደረጃ በጺሕካ ክትርኣ ኢኻ። ወይ ድማ ነቶም ዘንብቡ መዓልቲ መዓልቲ ምስማዕ ኣለካ። ሓድሽ ነገር ካብ ትማሊ ሎሚ ክትፈልጥ ኣለካ። ካብ ትማሊ ሎሚ ዘሎ መንነትካ ዝሓሸ ክኸውን ኣለዎ። ገሊኦም ሰባት ኮሌጅ ምስ ወድኡ፣ ትምህርቲ ጠጠው ምስ ኣበሉ ኣንቢቦም ኣይፈልጡን። ግን ኣብ ትምህርቲ ቤት ትረኽቦ ኣብ ኮሌጅ ትረኽቦ ብልጭታ እዩ። መሰረታዊ ፍልጠት ኢኻ ትረክብ፣ ህይወትካ ዝቕይር ወይ ከኣ ዘሰጋግር ግን ኣይኮነን። ካብ ኣብቲ ኮሌጅ ትመሃሮ ባዕልኻ ትመሃሮ ክበልጽ ኣለዎ። ነዚ እዩ ድማ ኩሉ ግዜ ሓድሽ ነገር ምፍላጥ ዘለካ። መዓልቲ መዓልቲ ምንባብ፣ ምልዋጥ፣ ሓድሽ ነገር ምስማዕ፣ ብጣዕሚ ወሰንቲ ቀሊል ልማድ እዩ ግን ከኣ ብዙሕ ነገር ኣብ ሂወትካ ለውጢ ክትርኢ ኢኻ ሻብዓይ ከኣ ብድቃስ ኣይትጻወት ይበሃል ብጣዕሚ ወሳኒ ልማድ እዩ ገሊኦም ሰባት ጽቡቕ ዝገብሩ ዘለዉ መሲልዎም ደንጊዮም ይድቅሱ እሞ ደንጊዮም ከኣ ይትስኡ ሓንሳብ ሓንሳብ ድማ ኣብ ጊዚኡ ደቂሱ ቀልጢፉ ድማ ይትስእ ቀዋሚ ነገር የብሉን ስለዚ ኣእምሮ ቀዋሚ ኮይኑ ኣይሓስብን ሓደ ሓደ ግዜ ሰልቺዎ ይውዕል ንምንታይ ከም ዝሰልቸዎ ከማን ኣይፈልጥን ምስ ዝኮነ ሰብ ይጋራጮ ነገራት ኣየሕጉሶን ስምዒት ኣይህቦን ብሰንኪ ምስልቻው እታ መዓልቲ ቀልጢፋ ክትሓልፍ ይደሊ እቲ ጸገም ብሰንኪ ሕጽረት ድቃስ እዩ ዝተመጣጠነ ሓደ ዓይነት ግዜ ዘለዎ ድቃስ ዘድልየካ እዩ። ትድቅሰሉን ትትሰኣሉን ሰዓት ኩሉ ግዜ ሓደ ዓይነት ሰዓት ክኸውን ኣለዎ። ሓደ ልሙድ ዝኾነ ሰዓት ናይ ድቃስን ምትሳእን ግበር። ኣብቲ ዝተሰማማዓካ ሰዓት ክኸውን ይኽእል፣ ሰዓት ዓሰርተ ወይ ዓሰርተ ሓደ፣ ኣብቲ ንስኻ ዝሰማማዓካ ሰዓት ዝገደፍካ ገዲፍካ ናብ ዓራትካ ኺድ። ኣእምሮኻ ኣለማምዶ። ተመሳሳሊ፣ Pattern፣ ድቃስ ብጣዕሚ ኣገዳሲ ነገር እዩ። ቀሊል ልማድ እዩ። ግን ኣደቓቕሳኻ ምስ ተስተኻኽል የእሙሮኻ ፍጥነት እዩ ዝውስኽ ስለዚ ነዚ ውን ምግባር ግበኣካ። ሻምናይ ከኣ ብጣዕሚ ወሳኒ ጠባይ እዩ ከባቢኻ ኣስተኻኽል በሃል። እንታይ መሲልካ ኣብ ዙርያኻ ዘሎ ምስ ዝተሓዋወስ ቦታ ዝሕዝዎ ኣብ መሬት ጠራሕ ኣይኮነን ኣብ የእሙሮኻ ውሽጢ ውን ቦታ ይሕዝዮ ከምዘሎ ፋሕፋሕ ኢሉ ፈጺምካ ክትሓስብ ኣይትኽእልን ኢኻ። ርኢኹም ኣብ ሓደ ፋሕ ፋሕ ዝበለ ክፍሊ ኮይንኩም ክተጽንዑ ከለኹም ዘጽናዕካዮ ምሓዝ ተኣቢካ ኣይትገረም። ኣብቲ ተጽንዓሉ ክፍሊ መጻሕፍትኻ ጽቡቕ ጌርካ ስርዓዮ፣ እቲ ጣውላ ብጽፈት ኣቐምጠሉ፣ እቲ ከባቢኻ ደስ ዝብል ኮፍ ንኽትብለሉ ዘዛኒ እንተጌርካዮ የእምሮ ብዕጽፊ ነቲ ተጽንዖ ክርድኦ እዩ። ስለዚ ዘየድልየካ ነገር ኣውጽኣዮ። ዘይትጥቀመሉ ነገራት ተኺኢልካ ነቶም ዘድልዮም ጽጉማት ሃቦም ኣውጻዮም። ኣብ ከባቢኻ ዘሎ ኣስተኻኽሎ። ናብ ገዛኻ ክትኣቱ ከለኻ፣ ናብ መደቀሲኻ ክትኣቱ ከለኻ በቃ ጽናሕ ጽናሕ ኣብዚ ሕደር ዝብል ስምዒት ክመጸካ ኣለዎ። ስለዚ እዚ ቀሊል ልማድ እዩ ግን ከኣ ብዙሕ ነገር ክቕይር ዝኽእል እዩ። ታሽዓይ ከኣ በይንኻ ግዜ ምሕላፍ ትለማመድ። እቶም ዕዉታት ሰባት መብዛሕትኡ ግዜ በይኖም ግዜ ምሕላፍ የዘውትሩ። The Winner Stands Alone ዝብል መጽሓፍ እንተንቢብና፣ ዝስዕሩ ሰባት ብዙሕ ግዜ ዝጋደልዎ በይኖም እዮም። ዝመጽእ ህይወቶም ዝውጥንሉ በይኖም እዮም። እዚ ካብ ሰብ ርሓቕ፣ በይንኻ ኩን ማለት ኣይኮነን፣ ተጠንቀቑ። በይንኻ ትኾነሉ ግዜ ግን የድልየካ እዩ። በይንኻ ተኾይንካ እንታይ ክገብር፣ እንታይ ክቕይር ኢኻ ትብል። በይንኻ ግዜ ምሕላፍ ተለማመድ። ቀሊል ልማድ እዩ። ግን ከኣ ብዙሕ ነገር ክትቅይር ኢኻ። ዓስራይ ብጣዕሚ ጠቓሚ እዩ፣ ቀሊል ልማድ እዩ፣ ግን ብዙሕ ነገር ክትቅይር ኢኻ። ቀልጢፍካ ኣብ ውሳነ ንምእታው ተለማመድ። ሓደ ሓደ ግዜ ክተሰላስል ወይ ክትጠራጠር፣ ክገብሮ ዶ ክገድፎ፣ ክውስን ዶ ወይስ ኣይክውስንን ክትብል ብዙሕ ዕድላት ከምልጡኻ እዮም። ሓደ ሓደ ኣብ ህይወት ዘጋጥሙ ነገራት ፈጣን ባቡር እዮም፣ ቀልጢፍካ ተዘይሓዝካዮም ብቕጽበት እዮም ዘምልጡ። ናይ ውሳነ ሰብ ኩን። ቆራጽ ሰብ ኩን። ንኣብነት፣ ብቐሊሉ ትለማመዶ እንታይ እዩ? ንግሆ ካብ ዓራት ክትስእዶ? ክድቅስ? ዳበልካ ትጠራጠር ተኾይንካ፣ ኣብ ትሕቲ ኮቦርታ ኮይንካ፣ ማሚቕካ ስለ ዘለኻ፣ ንኽትጸንሕ ይጥዕመካ እሞ፣ ቁሩብ ጸኒሐ ክትስኤልካ፣ ተመሊስካ ትድቅስ። ስለዚ ብድድ ምባል ተለማመድ ኢኻ። ምትሳእ ተሓሲብካ ብዘይ ምውልዋል ተስእ። እዚ ድማ ብምልምማድ ድመጽእ እዩ። ናብ ሓደ ቦታ ክኸይድዶ ክተርፍ፣ ክድውልዶ ክገድፎ ክትብል ብዙሕ ዕድል ክሓልፈካ እዩ። ብፍላይ ወሰንቲ ዕድላት ተኾይኖም ሪስክ ወሲድካ ከይፈራሕካ ቀልጢፍካ ምውሳን ተለማመድ። ኣብ ውሽጢ ውሑድ ሰከንድ ንኽትውስን ቆራጽ ተኾይንካ ንዝመጽእ መዓልቲ ንዓቢ ነገር ኢኻ ትዳሎ ዘለኻ። ስለዚ ምውሳን ተለማመድ። ቀሊል ልማድ እዩ ግን ከኣ ዓቢ ለውጢ ከምጸልካ እዩ። ዓሰርተ ሓደ ብጣዕሚ ወሳኒ ግን ከኣ ብዙሕ ነገር ዝቕይር እዩ። ንእትደልዮ ነገርሲ ከም ዝኾንካ ኮይንካ ምሰሎ። ንኣብነት ነቲ ክትበጽሖ ዝደለኻ ሞያ ተለማመዶ። ሓደ ተዋጋኣይ ወተሃደር ናብ ኲናት ክኸይድ ከሎ። ብጣዕሚ ክፈርሕ ይኽእል እዩ። ብዙሕ ሰራዊት ብምርኣይ። ከፍርሓኒ ይኽእል እዩ ግን ክዋጋእ እንተኾይነ ንገዛእ ርእሰይ ክእምና ዘለኒ ደፋር ከም ዝኾንኩ ከም ዝስዕር ከምስል ኣለኒ ልክዕ ክተምስል ምስ ትጅምር ኣነ እኮ ክስዕሮም እየ ክእለተይ እኮ ከምዚ ዓቢ እዩ እንዳበልኩ ከም ዝኾንኩ ምምሳል ምስ ዝጅምር ሰውነተይ ባዕሉ ኣቀማምጥኡ ከይተረፈ ክቅይር ይጅምር ኣፍ ልበይ ናብ ቅድሚት መጽእ ቅንዕ እብል በቃ ናብ ድፍረት እኣቱ ንምንታይ እንተ ኢልኩምኒ፣ እቲ ንኸምስል ኢለ ዝጀመርክዎ ዘረባ ቃላት ንስምዒተይ እንዳ ዓብለለ ኣሚነ ደፋር ይኸውን ይብል። ሽዑ ሰባት ይዛረቡ፣ ናይ ሰብ ድፍረት እኮ በይኑ'ዩ፣ ጅግና'ዩ እኮ፣ ንዓና ከይተረፈስ ኣድፊሩና'ዩ እንዳ በሉ ይዛረቡ። ሰባት ደፋራት ኣይኮኑን፣ ደፋራት ንኽመስሉ ምስ ፈተኑ'ዮም ዝደፍሩ። ርኢኻ ብዙሕ ነገር ክተምስል ኣለካ። ናይ ሎሚ ዓሰርተ ዓመት ትበጽሖ ተዛረቦ። ኮይነ ኣለኹ በል። ናይ ቢዝነስ ሰብ ኮይነ ኣለኹ፣ ዶክተር ኮይነ ኣለኹ። ከመይ ኢኻ ትስጉም? ከመይ ኢኻ ሰብ ሰላም ትብል? ሓደ ሓደ ዕውታት ሰባት ኣነ እኮ ቘልዓ ከለኹ ከምዚ ዓይነት ክመስል ይለማመድ ነይረ ይብሉ። እቲ ዝበጽሕዎ ደረጃ ቀደም ከይበጽሕዎ ከለዉ ይመስልዎ ወይ ከኣ ይለማመድዎ ከም ዝነበሩ ይምስክሩ። ኮሜድያን ጂም ኬሪ ቅድሚ ናብዚ ዘለዎ ደረጃ ምብጽሑ ሓሙሽተ ሚልዮን ዶላር ቸክ ባዕሉ ፈሪሙ። በቲ ዘለኒ ክእለት ኣክቲንግ እዚ ተኸፊልኒ እንዳበለ ከም ጽሉል ኣብ ጅብኡ ሒዝዎ ይዛወር ኔሩ ወልሓደ ከይከፈሎ ወልሓደ ሰብ ዘይፈልጦ ከሎ ሓሙሽተ ሚልዮን ዳላር ቸክ ተኸፊለ እንዳበለ ንሰብ የርኢ እዚ ብምግባር ነቲ ዘለዎ ሞያ ዳመሰለ ንገዛእ ርእሱ ምንጋሩ ኣብ ሂወቱ ኣብ ሓደ ሰዓት ተገጸ ሰባት ከኽብርዎ ጀሚሮም እቲ ዝብሎ ክኸውን ጀሚሩ። ብምምሳል ጥራይ እቲ ኣተሓሳስባኻን ልምድን ብተግባር ክትቅየር ትኽእል። ንገዛእ ርእስኻ ከመይ ትሪኣ? ዳመሰልካ ናብቲ እትደልዮ ሕልሚ ክትቅይራ ትኽእል። ወላ ኣብ ገዛኻ ኮይንካ ተለማመዶ። ቀሊል ልማድ እዩ ፍትዋት ጠራሕ ደጋጊምኩም ግበርዎ። ካብዚ ዘዕለልኩኹም ብጣዕሚ ቀሊል ካብ ዝበሃሉ ጠባያት፣ ልምድታት፣ ሓደ ቁጽሪ ዓሰርተ ሓደ እዩ። እስከ ንስኹም ዝመስለኩም ኣብ ታሕቲ ፈሊኹም ጸሓፉለይ። ሓደ ሓደ ውን ናትኩም ጠባይ ክኸውን ይኽእል ዩ። ኣነ ማይ ይሰቲ'የ፣ ኣነ ኣካላተይ ይፈትሕ'የ፣ ኣነ ከምዚ ይገብር'የ ትብሉ ድማ ጸሓፉለይ ኢኹም ከንብቦ'የ። ክሳብ መወዳእታ ምሳይ ስለ ዝጸናሕኩም ብጣዕሚ'የ ዘመስግነኩም። ሰሰናዩ ንዓኹም። ሂወትኩም ብንቕሓት ምርሕዋ።